ዩቲብ እዞም ሳክራይብ ዘይገበርኩም ኣሕዋትና ሳክራይብ ግበሩለይ እዞም ኣሕዋተይ ሳክራይብ ግበሩለይ
መንታ እቲ ወዳ መርሓባ ብሩኽ መርሓባ ያ እንታይ እንዲኻ ድኣ ታይ እያ
ኤላ እታ ወዲ ሓምድ ረሲዕካኒ ድያ ዋእ፣ መን ኢኻ ብሩኽ ዘርኢ
ባዕ ቀደም ደበዝ ደንበ ሓንጣል ብሓንሳእ ሰፊርና ኣይነበርናን
ኣበይ
ባዕ በዚ ናይ ደንበ ሓንጣል

እ? ቃል ወጣ ዋ ንዓብሩኽ ዘርኢ ተጋጊ ከዓ መን እዩ ውለ መን እዩ መ እስኻ ዘይኮንካ እንተ ወዲ ሓምቢር ደልኻ እስኻ ዘይኮንካ ወዲ ሓምቢር ኣንታ ነወዘሮም ወዲ ሓምቤር እዎ እሞ እስኻ ዘይኮንካ ነ በዚ ደንበ ሓንጣል ሰፊርካ ነበርካ ዳ እንታይ ይኾንካ እንታይ ኢኻ ኮንካ ዳ ቅድሚት ቅድሚት ከትካ ሽንቲ ክሸነሉ ምስታይ ትኽልኣና ነርካሲ ዝርባታት ኣብዛ ኤሮጳ ኣትዩ ነ ግርም እዩ ዝብለኒ ከመይ ኢሉ እዩ እዚ ኣባጅጎ ብዝብፅሕዎ ወላ በቃ ወዲ ብር ንስኻ ዘይትኽእሎ ኢንግሊሽ እኳ ይኽኢሉ ደሎ ስምዒ እስከ መ እንግሊሽ ኣብኣ ድሓልፈኒ እንድዩ እምበር ቁፅሪ ዋላ እኳ ድሓን እዩ ነይሩ ላም እንድሕር ሸይጡ ፍቆድሎ እዩ ዝብሎም ነይሩ ዋፍቀዋ እንታይ በለ
መን ይሓሩ ዝወዲ መን እዩ ምን ይጫወተሉ ዘሎ ኣታነ ኣታነ ወትም ኢሎም እዮም መት- ወዲ ብር ብሉኒ ንሓል ካብዚ ቁርብ ምፅፅ ኢለ እንዲኻ ሕጂ ከመፂፀ ኣለኹ ቁርብ
ወይ ሕመር ኮንካ ሕመር እዋ ሎሚውን ኮይኑ ሎሚውን ሎሚ ዳናልካ መዓልተመር ተቐበላ ንሓሩ ጉይኻ ደኣ ሰላም ደየለ
እምበር ስደት ክወፅእ ከሎ እቶም ሕዋቱ ፌራ እንዲም ቃብያም እቶም ሕዋቱ ኣንታ ንዓን መን ኢኻ እንታ
ሓምባር ትበሃላ ሜራቶ ቃጭል እያ ትኸይድ እሳ ትመርሐን ኔራ ሓምባር ኢልዋ በቃ ኣነ ከይድ ኣለኹ ሓዲገኪ ድሕረይ መትኪ ኺም እዚም ዳፌርያም ኣበይ ከይፍሩኺ ባዕለን መሪሕክየን ሕዚ ኣቲ ውሰድየን ነዘን ብጨርትኪ ጥራይ ዝበላ ካብቶም ሕዋት ዳ ተሪፈን እየን ድሕሪ ዳ ኩለን ብጥሜት ተወድየን ኾና ምሕራቅ ከ ለሚድካ ዶ ታዞሮም

ኣብ ሱዳን ድ- ኣብ ሱዳን እያ እዚኣ ኣጋጢም ኣዝዳ ናይ ሱዳን ዳ ድሓር እንዲ ሱዳን ፈልጦ እንታይ እረ እወ ሓቅኻ ኣለኻ መዓር ክሸጥ ከይደ ነይረ ኢልና ነይሩ ዳ ኣዱ ኣታ ሓዱ እንኡ እምበር እንታይ እዩ በቲ ኣብቲ ደንበ ምስ ኸረመ እንድዩ መይትኡ መውት ደልዩ ሓሚሙ በል ቆልዓ

ሕጂ ኣዉ ኣዉ ምጹ ኢሎምና ኣዉ ከይድና ኣዉ ሕጂ ስጋ መዓት ገበታ ኣዉ በጊዕ ገዚኦም ነቲ ስጋ ክሳርጋ ሕጂ ኩሉ ነብስና ጨምለቕለቕ እዩ ነብስ ነብስኹም ተሓጸቡ ተባሂልና ሽጓማኖ እኳ ሓድሽ ይብልና ሽዑ ዘይርስዖ ከይደ ክሕጸብ ሕጂ ኣነስ በኹሪ ሓድሽ እየ ሽዑ ነይረ ሱዳን

ከልቢ ከልቢ ዘይሸትዮ ብራሕ እናሰተኻ ርእስኻ ጓንጉር ተኾይኑ ዝግሪ ስንትሪት ወዲ መን እዩ ካብ ሩኽ ዘርኢ ኣታ ጉዶ ፎንደ ስግር ትስግርና በትስግርካ ኮያ ዝሰፍር ነረ ቀጻሊ ወዲ ብሪ ስምዓኒ እንደ ወዲ ሓምቢር እዚ ህበይ ንጉያይ ከገዲፍካ ወዲ ሓምቢር ቀደም ሓሪ እንቋዕ ዘይትርእዮ ጥራሕ ኣለኹ ወዲ ሓምቢር ዝረኸባ ህበይ ባስታ ልክዕ ከምዚ ኩ ኣብ ኩናት ናይ ኣብ ኩናት ናይ ሩስያ ከም ዳኣተወት ማለት እዩ ክወያ ጥራይ ምሉ መዓልቲ በቃ ንጽባሓይቲ ምለስ ወረ ሓንሳ ከዛ ሓዋይ ክብል ጥራይ ይብል ሓዋይ እንታይ እዩ ሕማም ነይርዎ ምስተን ህባይ ኣነ ማራ ይትገርመኒ ጠጠው ኢለ ዝጥምቶ ወዓግ ንህበይ ንመዓልቲ ክወይ

ባስታ ኡብ ትሓዝሓዝ ዝብሃል ከድና ነዚ በለስ ኣብኡ ሰለስተ መዓልቲ በለስ ተ- በሊዕና ኣብኡ ተሸንኪርና እኳ ዳኡ ማሓኮርካ ተወቲፍካ እባ ክትመውት ኣብኣ ብቅጫን ነዚ ቅጫን ነዚ በለስና ኣውሒጥና ሕሱም ድሬዳዊ ክንበልዕ ኣብኡ እቲ ሓደ ተሸንኪሩ እቲ ሓደ ተሸንኪሩ ውሕሱም ትሪት ኣነ ከይደ ኡ ድሓር ከምዚ በነ- እዚ በ- ኣምፅየሉ እዚ እንታይ ኢኻ ትብሎ

እንታይ ኢልካ ብዓርክ ወደይ ኣስመራ ነዊሕ ጌርካ ዲኻ ዋ እንታይ ድጌ ናይ ነዊሕ ክገብር ዳ እዛ ክልተ ሰሙን ትብለካ ዘለኹ የታ ዘሮም ኣብኡ ከይደ ቀንጠብጠብ ክብል ኢለ እሞ ከምዚ በቃ ወዲ ኣስመራ ክኸውን ኢለ ፈቲነ ምዃን ኣብያትኒ እዋ እቲ ስእልኻ እኳ መስል ኣሎ ከምኡ ከምዞም ንምክስታይ ከም ናይ ፌናስ ኮንካ

ቆይ ሓሩ ኣብኡ ከለኺ ካብዎ ከማን ዝዳ ክብር ዋ ኣበኻ ትፈልጣ ዳና ሓሩ ዳበይ ትፈልጣ ወዲ ብሪ
ዘሮም ቀንጠብጠብ እንዲ ሃትም ዘለኻ ንሳ ናተይ ኣድሓን እቲ ዓንተቦይ ዝሰደድኩልኪ ክሸኽለካ ዓንተቦይ ዋ
ሚድገርክ
እቲ ጽሑፍ ርኢኽዮ ዶ
ኣበይ ደለቲ መቱ ቲክቶክ ዘሰደልክ ነበርኩም
እንድዒ ገለ ሰሪትካ ኣለይ ቪድዮ በይኑ ሰብኣይ ኮፍ ድበለ ኣቱ ፅሑፍ ዶ ኮቢ ጌርካ ስደዶ ከምዚ ጌርካ ኢኻ ነዋለት ተርግፀን ኢልን እዚ መን ይሃትሎ እዚ ፍንሓስ እንታይ ድሲ ቪድዮ ሰዲዱስ እዚኣ ናብ ሓሩ ስደደልና ኢሉ

ነጊረኩም ዘከነበርኩ ከምዚ እኳ ኣጋጢሙ ንመራሲ ወዲ ሓምድ ኣንታ ከማይ ንበይ ሓሻ ጥራይ ኣበይ ን- ዋ እንታይ ትኽእል ስኻ ካን ስፒክ እንግሊሽ ሕጂ ስኻ እ?
ካ- ካን ስፒክ እንግሊሽ
በታ ተካሊተይ መፂ ንበልካ ሕጂ ወዲ ብር ወዲ ብር ወዲ ወዲ ወዲ ሓምቢር

ናንዳ ስቴሽን ስቴሽን እዩ ዝበሃል ኣብዚ ከይትግረሙ ኣለዎ ዓበይቲ መረፅን እዩ ሰብ ኣትዮም ኣትየ ከፊልካ ኢካ ትሸይን ሸይነ ክወፅእ ከለኹ ስእሊ ናይቶም ሰብ ኣብቲ መረፅን ርእየዮ ብኡ ሕጂ ከፋት እዩ ዝመስለካ ነቶም ሰብ ኣትዱ ዘለዉ ገለመለ ምስ ርኢኻ መንደቕ እኳ እዩ እቲ መረፅን ተጠቂዕዎ ዝዓብብ መረፅናት ወዲ ከንተበይቲ ተሃዊኸ ድንንድንን እንዳልኩም መት ተኸርደድኒ ነዚ ገፀይ ብራና እንዲ ትመስል ቶም ሰብኡ ኮረር ኮረር ብሉ ክኣትውን ክወፁን እንተሪኢኹም ተኣፍ ብኡ መፅኢልኒ ደገገ ከፋት እዩ ዝመስለካ መቸም ዝም- ከምዚ እቲ እንዳቑ ሕደልካዮ ብቐዳማይ ተወዲና እንዲና ተናጒዕና ክንደይ እንዲና ሴርና ዘለና እዋ፣ ኩፉት ኩፉት መሲልካ ክንደይ ዘይተላግዐ
ምስ- ንቲ ኣብ ካምፕ ከለና ሓደ እ፣ ኣርኢና ገዝኡ ዓሰርተ ክልተ ድያ ገለ እያ እታ ላዕሊ ገጽካ ትወፅእ ሕጂ ክ- ክ- ኣበይ ከም ዝጠወቀ ይርእና እየን ምጽእ ምሰልና ሓደ ነይሩ ደፋር ጥውቅ ተበላ ክፍት እትው ምሰልና ሂብና እንተ ሓደግና ላዕሊ ውጽእ ተልና ትገዛ ደይ ንሱ ታሕቲ ሂብና እንተ ገደፍና ላዕሊ ቁጽሪ ሸሞንተ ዲና ኣበይናይ ቁጽሪ ኢና ንጥው ከባቢ ሸውዓተ ግዜ ውማላሊሳና ደይ ሰለልያ ትብል ብርሃን ትርኢት ይባ ኣድገ እንደ ዓብየነ ብሓንጎጭጎጭ ገሊኦም ኣለዉ ሓጎጭ ዝብሉ እዞም ሓጸርቲ እዱግ መኑ ይርኤ ክፈልጥ ሪፍ እኮ ሓይሽ ነዚ መዓኮርካ ጉርፋ ጉርፋ ኣቢሎም ኣደዳ ቁሲ ምግሉም ጥዋይ ኢኻ ትኾኑ ኣብዚ ሃገረሰብ እስከዳ ንዓና ኢልና ሓደ ነይሩ ወዲ ሓትነይ ቻይና ድሃረሞ ነይሩ ቻይናዊ ቀደም እጂ ንኺድ ምሰለኒ መፂና ኣብኡ ኢና ከድና ካብቲ እንዳ ዲስኮ ምፅእ ምሰለና ኣነ ይፈተኽዎን ወና ሓብተይ ጠጠው ኢሎም እዮም ድስዕስዑት እዮም ህዝቢ ኣብ ሓደ ኮይንካ ይድስዕሳዕ ናይዚ ዓዲ ወዲ ከንተበይቲ ኮለል እየ ዝፈቱ ነ ከምዚ ናይ ዓድና ተመራሪሕካ ሰተት እየ ዝብእ እወ እወ ኣይርድኣካን እዩ ትደርፊ ዋላ ሓንቲ ኢኻ ዘይትሰምዕ ኣብ ርእሲኡ ናይ ቋንቋ ሽግር ኣለኒ ሓንቲ ሰብ ፀዊዕካ ኣይትሰምዕ ገለ ኣብኡ ከዓ ደይተደነ ገባር መዓት ደይተደነ
ገበታ ገባር ወይ ገበታ ገባር እዮም ገበታ ገባር ደይተደነ ደይተደነ ገባር እዩ እጥላዕ ኣብኡ ደው ኢሎ ኣይትንክፉኻን እዮም ንሶም ቅርብ ኣይብሉ ሓደ ሽዑ ሓይም ክደበይ እንታይ ክብሎ ደይኡ ከሎ ከምዚ ናይ ክስታየን ፈለኽ ፈለኽ ፈለኽ የብሉ ኢዶም ቃል ዓፈፆም ዊጥ ኣብልዎ እሰምዕዎ እንዲኦም ስምዑ እስከ ንሶም እኳ ሰምዕዎ እዮም ነቲ ድድረፍ ዘሎ ቃል እኳ ሰምዕዎ እዮም ኣነ እንታይ ክብሎ ኣነ ኣበይ ደኣ ነርካ ፊኖ ዘበነይ ኮይና ኣበይ ደኣ ነርካ ዓሚየ ዘበነይ ኮይና ሎሚ እየ እንድየ ዝፈልጥ ኣነ ኣብ ዓዲ ዋእ እንታይ ንሰን ኩለን ንሰን እየን እንታይ ንዐኣን ክንርኢ ደኣ ዓይነይ በርበረ እተወነ ረመፅ ዝፀሓርኩ ገበይ ኢልካ ክትፈልጦ በየን ኢልካ ክትከይድ ነርወይ እኮ እያ ዘላ ትፈልጦ ዲኻ እታ ኸ- እግሪ ምስ ሃቡኒ ትም ኢለ ድስምሶም በዘን ትረይን መ- ተሰቂለ ክገይሽ ኣብ ዓርከይ ምፅኣኒ ኢልኒ ተሰቂለ እንዳኸድኩ ከለኹ በዚ ቋንቋ ናይዚ ዓዲ ገይሮም ኩልኻ ኣብ ድሕሪት ዘለኻ ኣብ ቅድሚት ሕለፍ እዛ ዳሕረይቲ ተቖሚጣ ክትተርፍ እያ ኢሎም ተዛሪቦም ወዲ ከንተበይትኡ ቋንቋ ይሰምዕ ገለመለ ተኾይጠ ኣብቲ ምዕሸጊ ሕዣሃኒ ከይዳ ምዕሸጊ ኣለዎ ናብኡ ባትሪ ገለ ዝመልኦ ኩክ እንቶ እንታይ ኮይና እዛ እዚ ኣብቲ ኣብቲ እንዳ ትሬን ከይነ ወይ ከምኡ እዮም ኢሎም እዚ ብትግርኛ እያ ነጊረኩም ኣቲ ብካልእ ቋንቋ እኳ እዮም ብትግርኛ እያ ድዕርያ ዘለኹ እምበር ኣይሰማዕኩም ብትግራይ እንታይ እማ ኢሎም ኣደ ባዕለይ ብትግርኛ ትገብሮ ዘለኹ እምበር በቲ ቋንቋም እኳ እዮም ከምኡ ኢሎም ኣይፍለጥን ብትግርኛ እዩ ዝብል። እምበር እንታይ እታ ዳሕረይቲ ተቐሚጣ ክትተርፍ ስለ ዝኾንክስ ኩላ ኩልኻ ኣብ ቅድሚት ሕለፍ ኢሎም ቆምጥወን እኳ እዮም እወ ተቆመጥ እንዳ እወ ተቆሚጠን ግን ተርፋ

እዚ ናትና ላይካ ብዘ- ብዘይ ገንዘብ ኣይሰር ናብቲ ሓደ ይሰርሕን እዩ ነይሩ ሽዑ ሓዲጎሞ እምበር ቅድም እኳ ናብ ኩሉ ይሰርሕ ነይሩ ሕጂ ኣብኣ ኮፍ ኢለ ኮፍ ኢለ ኮፍ ኢለ ካብ ካምፒ ፀባ ተማሊእሉ ነቲ ዓርከይ ነተን ፀባይ ተመሲሐ ካብ ፋዱስ ስጋዕ ሰዓት ሓሙሽተ ኣብኡ ኮፍ ኢለ ብልቢ እኳ እየ ብልቢ እጭር ኣብለለይ ሓደ ዓርከይ ይሰምዕ ህሉ ብዚ ይበዛ ኤይ ዳኣ ኣበይ ውዒልካ መዕልትካ ትደፋእ እስኻ ሽዓ ዘይትድውል እንታይ ኮይንካ ኣንታ ክትረክብ እንታይ ኮይንካ ኣንታ ከምዚኣ ገጢማኒ እሞ ቤለኻ ከምዚኣ ተዓጽየ በለ በል ተልካ ነቶም ነቶም ናህና ሓለፍቲ ነጊርዎም ነቶም ናይ ካምፕ ዝሕልዉ እንታይ ገጢሙ ከምዝን ከምዝን ደዊሎም እንተገደፉ መን ክትርጉመልና ናብ ተርጓማይ ከኣ ክድወል እዩ መሊሽካ። ተርጓማይ ብሰሓቅ ክመውት ክንደይ ጌርካ ሕጂ ኣርባዕተ ሰዓት ሓሙሽተ ሰዓት ጌረ እንታይ ትብል እወ በል ኣርባዕተ ቁጽሪ ኣሎ ኣብታ ናይ ማዕጾ ኣብኣ ኣለዋ ናታ ናይታ ትሬን ዘለኹዎ ቦታ ከኣ ይፈልጦን እየ እኳ ኦ ተን ኣርባዕተ ቁጽሪ ናብ ፖሊስ ተደዊሉ ተን ኣርባዕተ ቁጽሪ ንገር ሕጂ ሽግር መጽዩ ድገደደ ኣርባዕተ ቁጽሪ ካበይ ክርከብ ንዓ በለ በል ኣብዚ ከምዚ ኣሎ ኣብቲ ናይ መጠወቒ ኣሎ ኣብቲ መኽፈቲ ናይታ ትረይን ኣብ ከምዚ ዝጸግዒ ኣሎ በዚ ግድ ቅብጽ ቅብጽ ቅብጽ ነዘን ኣርባዕተ ቁጽሪ ክደሊ ምልእት ከባቢ ክልተ ሳዕ ምግር ምስ ኣበልክዎም ኡይ እንዳለት እዛ ናይ ቁርሕቲ ናይ ፖሊስ ኣላ ቂጭጭ እንዳለት ደበኽ ብኸንተበይቲ ፀባይ ሰምሲመዮ ሽቓቐ ይብሉ በጥ ኢለ እንታይ ዳ ክገ- ዋ ዓይም ግደ ቁሪ የብሉ ገለ ክጥዕም መዓት እዩ ኣብ መወዳእታ ብሰሓቕ ክሞቱ ኣብዚ ኣሎ ኣብዚ ኣሎ እዮም ዝብሉ መስለን እቶም ፖሊስ ዝዛረቡ ወ ጓተረር ረጊኦም ሕዥም ረኺቦምኒ ብሰሓቕ እይ ዳኣ እንታይ ትገብር ምስ መን ክዛረብ ካብ ኣብታ መኪንኦም ገይሮም ኣብታ ስቴሽን ኣብታ ተጋጊኹላ ኣንቲ መወኒ ብዚኣ ሕጂ ዝውዳ ሓትኖይ መጽዩ ብዛኣ ዓዲ ሓደሽ ኮይኑ መጽዩ ምስ መጸ ጥቓ ጥቓ ክንከውን ገዛ ንድለየሉ ተባሂልና ምስ ኣዕሩኹትና ጥቓ ጥቓና ክኸውን ሕራይ ንድለየሉ ደሊና ደሊና እንተ ሓደግና ኣብቲ ምምሕዳር ንገለን ሓቲትና ተጠርሽ ተቐቢጹ ዝሳኣን መወዳእታ ቻይናዊ ገዛውቲ ተኻርዩ ናይዚ ዓድስ ነንእሾይ ቆሚጡ ቆሚጡ ገዛውቱ ሰሪሒሉ በዚ ቁርሕ ጣውላ ገይሩ። ህጂ ሞኒ እንታይ ይገብር እዚ ወዲ ቅድም መገደም ኣርባዕተ ሚእቲ ክትከፍል ኢኻ እንተ ድኾነ ሰቢርካ ድሓር ካብኡ ኢና ንሰማማዕ ምሳይ እዩ ድኸውን እቲ ገንዘብ ተደይ ድኾነ እንተደይ ጎዲሉ ግን ገንዘብካ ምለሰካ ኢልዎ ተሰማሚዑ ቅድም ስለ ዘይጠዓሞ ሂብዎ ቅዲ ክንደበይቲ ሽዱሽተ ወርሒ ሸሞንተ ወርሒ ገለ ከባቢ ምስ ገበረ እንታይ ድዮ ገንዘብና ሕጂ ወኡ ጠጠው ኢሉ ምኽፋል ኣብይ ናይ ሓንቲ ወርሒ ቋንቋይ ንሰምዕ ገለ ምስ ኢሉ ውሪቕ ውሪቕ ውሪቕ ውሪቕ ብለና ኣይከፍለካን እየ ንሱ ከዓ ሓንሳ እንተ ንኽሽተካ ኢሉ ከፍል ሓንሳ እዩ እዛ- እዚኣ ጥራይ እየ ሰሚዖምኒ ጣዕ ተበሎም ምንታዩ ከምታ ቀስ ኢሉ ዘልሓጥ ኢሉ ገብሮኽ ወዲቑ ገዛ ኣርባዕተ ብኣርባዕተ እያ ን- ሃገዲዎ ኸውን እያ ኢልዎ ኢልዎ ኢሉ ሓንሳእ ሃህ ኢልዎ ደፋእ ኢሉ ዘልሓጥ ኢሉ ብሩኽ ዋይ ተካል ሞት ክልቴና ክንጠፍእ ኢና መላሰ ኣውያት ዘይብልና ፈው ወ ኣብ ግዳም ጸኒሐ ክኸርፍ ሓቂ ተሓይሽ ሃዲመ እንደ ሸዓ ኣብ ሃይወይ ክኣቱ ፈው ኢለ ኣብ ሃይወይ ገጽ ዕዝር ወዲ ህህ ምሰሎ ደድሕረይ ይወጽ እዩ ኣብ መገዲ ጎፍ ኣብ ታሕቲ እወ ኣነ እኳ ሓቂ ትሓይሽ ብናትና ቋንቋ ጽናሕ ከርእየካ እየ ኢሉኒ ኢለ ሓሲበ ኝኝኝ ኢሉኒ ሓሊፉ ንዓይ እውን ፈኪርለይ ኢለ ሓደ መፅየ ነዚ ወዲ ሓትነይ ገፁ እንተተንከፍኩዎ ገለ ስቅጥ

ከምዚ እንዲህ ገይርካ ተልኮ ተኺሉ ከይዱ ኣክሽን ዝበሃል ድኳን ኣሎ ኣብዚ ዘለናዮ ሞርቴሎ ኣላ ንእሽተይ ብልቢ እኳ ያስጋዕዋ ዝጊ ሞርቴሎ ንእሽተይ ዓዲጉ ኣብዛታ ሳሎኑ ብትሕቲኣ ገይርዋ እንታይ ኮነካ ጣይ እዚ ትገዝኦ ዘለካ ትም ጥራይ በል ወዲ ሓትነይ እስኻ ኣይፈለጥካን ሓንቲ ከይቀደመኒ ሓንቲ እንተ ሃሪመዮ ተፈፍ ከብሎ'የ፣ እንተ ስሒትኒ ግን ክመውት ምዃነይ እፈልጥ'የ፣ ክሳዕ ሕጂ ብኣላ ከም ኣብት እቲ ይመጾ እቲ ይከዶ ብኣኹ እትፋኻኸሩ፣ ወእቱ ከኣ ጠፊኡ ደሓን እቶ።